ሰግእ ነቲ ውላድ ምስ ደሌኽዎስ ኣይረኸብኩን። ኣይተኻእለን
ምውላድሲ ኣይተኻእለን። ንሃገር ሂበያ እያ ንማህጸነይ ሕጂ ኣይጠዓሰላን እየ ኢለ። ምኻን እኮ ኣይኮነትን ንስለ ናጽነት ዝመኸነት እኮ እያ።
ህዝቢ ኤርትራ ኣንጻር ባህሉን ልምዱን ክነሱ ከም ቅቡል ወሲዱ ንጓሉ በረኻ ወፊራ ዓወት ከተምጽእ ምዃና ኣሚኑ ምስ የሕዋታ ክትሳተፍ ፍቓደኛ ብምዃኑ እዩ መሰረት ሙሉእ ዓወት ኣብ ቃልሲ ተጋዳሊት ኣቢደ ምስቲ ኣብ ውድብ ህዝባዊ ግንባር ጸንሓ ናይ ምቅላስ መንፈስ ዘባራትዕ ባይታ እዩ እምበኣር ተኣምራት ክትሰርሕ ዘብቅዓ
እቲ ኣተሓሳስባ እቲ ዝነበረ ድልየትና ንቓልሲ እምበሪ ንናህና ዕግበት ወይ ከዓ ንናህና ድልየታት ንክማላእ ቦታ ንህቦ ስለ ዘይነበርና እዩ እንታልካኻ ክትሓስቦ ሽዑ እኳ ብመሰረቱ ኣብ ሓንጎልካ ኣይተምፅኦን ኢኻ ዋላ ድሕሪ እሲ እዛ ቢጠ ስዋ ዋላ ከምዚ ገይራ ከምዚ ገይረ ኢልካ ትሰግእ እንደገና ከዓኒ ንሕና ናይ መጀመርታ ደቂ ኣንስትዮ ስለ ዝኾነ ከዓ ንሕና እንተ ደኣ ጎዲልና እዚ ውድብሲ ከምዚ ፓራላይዝ ዝኸውን ዓንዲ ሕቁ ተወጊኡ ፓራላይዝ ምስ ዝኸውን ልክዕ ከምዚ ፓራላይዝ ዝኸውን ኮይኑ ይስማዕካ። እቲ ሰውራ ንባዕሉ ኣዝዩ ከቢድ ዝተጓመፀፁ ውግኣት ክትርኢ ከለኺ ንዕኦም ዲኺ ተቐድምስ ዋላ ነቲ ውላድ ኢኺ ተቐድም? ምስቲ ዝነበረ ኩነታት ንዕኦም ኢኺ ተቐድሞ መምፅኢኺ ከማን ንዕኦም ክትሕክሚ ንዕኦም ክትኣሊ እንድዩ እቲ ቀንዲ መምፅኢኺ ዋላ እኳ እቲ ምውላድ ትደልይዮ ተኾንኪ እቲ ምውላድሲ ካብቲ ስራሕኪ ዝዕንቅፈኪ ዘሎ፣ ካብቲ ምሕካም ዝግልለኪ ዘሎ ኮይኑ ስለ ዝስምዓኪ ሕጂ ንዓኣ ትሓልፍያ። ዕላማና ቃልሲ እዩ። ናጽነት ንምምጻእ ክትቃለስ ኢልካ ኢኻ ትመጽእ። ክትቃለስ መጺእካ ቃልሲ ጀሚርካ ኣብ መንጎ ካልእ ዕንቅፋት ናይ ውላድን ገለን ጌርካ እንታይ ኮይኑ ይስምዓካ ንዓኻ እቲ ውድብ ጃርጃር እብላ ኣሎ መንእሰይ ይመጽእ ኣሎ ጓል ትመጽእ ወዲ መጽእ ኩላ ትዓጥቕ ኣላ ከም ምዕጣቕ ወላ ባዕልና እውን ንሰድድ እንዲና ነርና ንዕጥቕ እንዲና ዘለና ግን ንስኺ ምጉዳልኪ ዓብ ነገር ዓብ ጋግ ዝጎደለ ኮይኑ ትስማዕክና እቲ ሰውራ ከምዚ ንስኻ ጎዲልካስ ብርቱዕ ሓይሊ ተጉድል ዘለኻ ኮይኑ ይስማዓካ ከም ሓቂ ኣብ ጉባኤ ነይሩ ወላሂ ዝኾነስ ክትቃወም ከለካ ሳክት ይትቃወምና ዕላማ ኣለካ ኣነ ሸቶይን ዕላማይን ክበቃዕ ኢለ ትቃወም ነይረ ምክንያቱ እቲ ሕልና ዝነበረ እንተኾይኑ ኩላትና ንቓልሲ ኢና ወፂና መርዓ እንተንደሊ ንወፃናን ካብ ጥበ ኣዴናን ካብ ገዛና ማለት እዩ ምውቕ ገዛና ንሕና ግን ዕላማ ስለ ዝነበረና ዕላማና ንወቅዕ ስለ ዝደለና መርዓ ኣብዛ እዋን እዚኣ ፍቁድ ኣይኮነን ኩልኩል እዩ ስለምንታይ እንተ ኢልኩም ኣይትቃወሙኒ ኢለ ተቃዊሞምኒ እዮም ከም ምቕዋም ወይ እዛ ክርዳድ ቀዳድ ፊስቶ ንሕና ከይንምርዖ ኢላ እያ ከምዚኣ ኢላ ኢሎም በዓል ዳሊ ኣላ ይርሓሙ ብዙሕ ተዛሪቦም ብዙሕ ተቃዊሙ ውላድስ ከመይ ትርእዮ ነርኪ ኣብ ቃልሲ ከም ዓንቃፊ ዓንቃፊ ናይ ቃልሲ ንድሕሪት ዝጎትት
ኣብቲ ህዝብን ሃገርን ካብቲ ናይ ነዊሕ ዓመታት መግዛእቲ ናፃ ንምውፃእ ዋላ እታ ብተፈጥሮ ክትውንና ዝተዓደለትካን ልዕሊ ኩሉ ዝኾነትን ህይወትካ ንናፅነት ምውፋይ ከም ባህሊ ተወሲድሉ ዝነበረ እዋን ተጋዳሊት ኣደ ዋላ እኳ ኣብ ልዕሊ ብጾታ ርህርህቲ እንተነበረት ነቲ ብባህሪ ተዓዲልዋ ትፈርዮ ዕሸላ ግን ኣይከም ባህሪኣን ስለምንታይ ግን ከምኡ ኮይና ኩሉ ክኸይድ ከሎ ከዓ ክወልድ ኢሉ ይኮነን ዝኸይድ ወይ ክምርዖ ኢሉ ይኮነን ዝኸይድ መኸይዱ እንተኮይኑ ክቃለስ ኢሉ ዝኸይድ እቲ ቃልሲ ከንታይ እዩ መወዳእታ ምስቶም ዘለዉ ብፆትካ ዕላማኻ ውቂዕኻ ናፅነት ክተምፅእ ኢኻ ትኸይድ ቀንዲ እቲ ዕላማ እንዲ
መውጽኢኻስ ብዛዕባ መርዓ ብዛዕባ ሓጺን ብዛዕባ ውላድ ኣብ ሓንጎል ሰብ ኣይነበረን ኣነ ኣብቲ ዝወጻኹሉ እዋን ሓፋሽ ጉልባት ስለ ዝነበርኩ ንመርዓ ብዙሕ እዩ ተኣሲርለይ መርዓ ሰጊረ እየ እውን ከይደ ክወፅእ ከለኹ ገንዘብ ዝወፅእ ነይሩ ናይ ቀበሌ ሒዘዮ ክወፅእ መደብ ስለ ዝነበረኒ ነቦይ ብዙሕ ታሽሙ ኣሸጊረዮም እየ ንገዛና ብዝኾነ እቲ ዕላማ ክወቅዕ ስለ ዝደለኹ ነቲ መርዓ ኩሉ ምስ ተዳለወ እቲ ኣነ ክዳን ዝመረፅኩ ከማን ኣብ ድሕሬና ድሕሪ ገዛና ዘለዋ ጓል እሳያ ተኸዲናቶ እሳ ተመርዖ እያ ማለት እዩ እቲ ኣሃዱኡቱ ምስ ኣልጎስ ልክዕ ኣደይ ከማን ኣይዘከርኩ ቀልጢፈ ምስቲ ዝነበረኒ ዕድመ ንእስነት እንታይ ምዃኑ እቲ ገድሊ ወላ ዕምቆት ኣይሃለወኒ ግን በቲ ዝገብሩለይ ዝነበሩ ምሕብሓብ ፍትወት ናቶምሲ ንገድሊ ፍትኒ
እንታይ ክትገብር መጺእካ ኣብዚኣ እዚኣ እታ ንስኻ ተበገስከላ ኣበይ ብጽሕካ ኣለኻ ምክንያቱ ናትካ መልእኽቲ እያ እስኻሲ ሓንጎልካ ዝለኣኸካ እያ እታ ሰውራ ምኻድ ገድሊ ምስ ከድካ ግን ተቓሊስካ ተሰዊእካ ናጽነት ከተምጽእ ደኣ እምበር ኣብ ገድሊ ከይድካ ክትምርዖ ኣብ ገድሊ ከይድካ ክትወልድ እዚ ካብ ሓንጎል ናይ ዝኾነት ጓል ኣንስተይቲ ኹን ዋላ ወዲ ተባዕታይ ወፃኢ እታ ተጋዳሊት ግን እቲ በቲ ሓደ መትከል ተበጊሳ እጃማ ከተበርክት ክትከይድ ከላ በቲ ዘጋጠማ ሓደ ሓደ ኩነታት ብዙሕ ሕጉስ ኣይትኸውን ምክንያቱ ነቲ ዕላማኣ ከጓናድቦ እዩ ዝብል ወይ ድማ ሽዑ እውን ትሪኦ ስለ ዘላ ኣይትቕበሎ
ዕድሜና ይኸይድ ምንባሩ ኣይንፈልጥ ኢና ማለት ኣይኮነን እስኻ ቁርብ ተተኣሊኻሲ ከምዚ ንስኻ ተካይዶ ነቲ ውድብ ከምኡ ኮይኑ እዩ ዝስምዓካ።
ኣብዚ ሰዓት እዚ ነቲ ናቱ ናተን ስነ ኣእምሮ ምቅላስ ሓደ ርእሱ ዝኸኣለ ኣርእስቲ እዩ ነይሩ። ምክንያቱ ክተባብዓ ዘለዎ ንቡር ንቡርነት ናይ ናይዚ ኩነታት እዚ ምፍጣር ጽባሕ ምስ ተወልደ እውን እኮ ድሕሪኡ ክትጎዮ ከትፈትብዮ ከገለ ተባሂሉስ ትብህል ሕክምናስ ብዙሕ ስጉምቲ ውሰድ ነይሩ ቅድሚ ምዝላቕ ጀሚሩ እቲ ሓደ ክልተ ዋላ ኹን እቲ ጉዳይ ኣዝዩ ከምዚ ኩሉ ሰብ እንታይ ክትገብር መፅያ እዚኣ ጠኒሳ ዝብላ ዘሎ ዓይነት ፈለብ ትገብሮ ካብቲ ክስታይ ምትራፋ ጥራይ ዘይኮነ ሕጂ ይበዝሕ ነይሩ እቲ ስምዒት ከምኡ ስለ ዝኾነ እቲ ጥንሲ እተን ቀዳሞት ዝጠነሳ ብዙሕ እየን ተጨኒቐን ድሕሪኡ ናብ ውላድ ምስ በፅሓ እውን እተን ቀዳሞት እቲ ቁልዓ እውን ዳርጋ ከምዚ በጃ ዝተወፈየ ህፃን እዩ ምክንያቱ እቲ ፍቅሪ ክረክብ ኢልካ ትፅበዮን ኢኻ ጢፈን ናብ ክስታይ ክምለሳሉ ዝኽእላ ከዕብየኦ ኮታ እቲ ሕልናን እቲ መንፈስን ዘሎ ኮይኑ ስምዓካ ንበታ ሓደ ኣለዎቲ ባህርያዊ ፍቕሪ ባህርያዊ ክስታይ ኣሎ፣ በቲ ካልእ ከኣ እቲ ዝጸቕጠን ነገር ኣሎ። ኣብ ምዝላቕ ኣብዚ ንዛረበሉ ዘለና እዋን ክመጽእ ከሎ ከኣ እቲ ሓደ እቲ ዝገደፍኦ ድፋዕ ኣሎ፣ ሽዑ ከኣ ሓደ ሰብ ኣብ ድፋዕ ኣዝዩ ኣገዳሲ እዩ። ስለዚ በቲ ሓደ እቲ ስምዒተን ኣሎ፣ በቲ ሓደ ከኣ እቲ ውድብ ተኽእሎ ናይ ምድምሳስ ዘለዎ ዓቢ ወራራት ትመጽእ ስለ ዝነበረ ናተን ህላወ እውን ንባዕሉ ብሓደጋ ኣሎ መለስቲ ንቆልዓ ምዕባይ በቲ ሓደ ወገን ንሰንን ቆልዐአንን ትውድብን ዝጠፍኣሉ ኩነት ከዓ በቲ ሓደ ሕጂ ኣብ ዝተቐርቀረ ኩነታት ኣለዋ ስለ ዘለዋ ሲ ጥንሲ ኣብ ሰዓት እዚ ኣይምረፅን ንኸውን ብድልት ጥንሲ ዝተገብረ ዳርጋ ኣይነበረን ሽዑ ምስቲ ዝምድናታት ዝግበር እውን እቲ ዘጋጠመ ጥንሲ እውን ብዙሕ ዝጋነን እውን ኣይነበረን መስለኒ ግን ነቲ ሽዑ ናይ ምእላይ ዓቕሚ ዝፈጥሮ ፀቕጢ ብቲ ሕክምና ኣብቲ ገለ ቀሊል ኣይኮነን ግን ቀስ ኢሉ ተመሓይሹ ደሓር ናብ ንቡር ክሳብ ዝመጽእ ግዜ ወሲዱ። ዛራ ዓይነት ማይ ስለ ዝነበረ ንዕኡ ከውሕን ገለን ምቹእ ናይ ሕርሻ ቦታ ከማን ኣይነበሮን። ሓመድ ግሒጥና ገለ ግሒጥና ናብኡ ከም ዝመጽእ ጌርና ኣብኡ ጀርዲን ጌርና ማለት እዩ። ጀርዲን መለዛናይ፣ ቆስጣ፣ ጉዕ በርበረ ጌርና እቲ ጉዕ ኣፍሪና ድሮ ውጉኣትና ከም ንሰድድ ከማን ጌርና ሽዑ ዝገርመኪ ሽዑሲ ከም ሓደ ንጥፈት እንዲ ንሕናስ ዝኹሉ ውጥምጥን ውግእ ኮይኑስ ንሕና ብዝም ዘም ቆልዑ እዚኦም ተሓቢእና ተባሂሉ ጉዕ ምስ ፈረየ ብክሻ ጌርካ ናይ ሕክምና ብርጌድ ጋባ ከይተርፈ ጋባ ብብዝሒ ይፈርዩ ነይሩ ሽዑ ጋባ ከይተረፈ ኣሪና ንውጋእ ሰዲድና ከምዚ ራንሸ ከምዚ ራንሸ ማለት እዩ ሽዑ ሕጂ እቲ ውጉዕን ጋባን ክንወስድ ከለና እንታይ እቲ መንፈስና ምስኦም እዩ ዘሎ ትጋባ መዛናግዕ ኾኖም እቲ ጉዕ ቫይታሚን ሲ ኾኖም ሰም ኮማን ዘለዎ ኢና ንብ ዘለና ንሕና ንእሽቶ ሳበርኪትና ኢና ንብ ዘለና ሕጂ እቲ ኣካያይዳና ናይተን ቀዳሞት ደቂ ኣንስትዮ ዝነበርና ኮና ዋላ ድሕሬና ዝመፀ ንሕና እንተ ደኣ ወሊድና ከምዚ ኣበባ ክትብሎ ፀኒሐ ካብ ቅድመ ግንባር ተተፈሊና እቲ ውድብሲ ፓራላይዝ ዝኸውን ኮይኑ ይስማዓካ ምእንቲ ፓራላይዝ ከይከውን ምእንቲ ዝኾነ ነገር ዕንቅፋት ከየጋጥሞ ከዓ ኣነ ተኸይደ እኳ ጓል ገደ ኣላ ምሳይ ተካኢተይ ማለት እዩ ጓል ገደ ተኸይዳ ወይን ኣላ ማለት እዩ ግን ሽዑ ከምኡ ተሓስብ እያ ንውላድ ኖ ኢልና ንሕና ኣብ ጎኒ ብፆትና ትጎድል ኣብ ድፋዕ ትግዳዕ መስርዕካ ከይትህሉ ኣብ ድፋዕ ትግዳዕ ጋንታኻ ከይትህሉ ሓይልኻ ከይትህሉ ኣብ ካልእ ሕክምና እንተኮይንካ እውን ዝሕክሞም ውግኣት ስኢኖም ከይመቱኻ እምበሪ ኣነ ውላድ ወሊደ ዳሕራይ ንድሕሪ ናጽነት ክህሉ እየ እሞኒ ክኣልየኒ ከም ሰበይ ከኣ ከምስለኒ ዝብል ሓንጎል ኣይነበረኒ ሓደ
እቲ ውላድ ኢልካ ክትሓስብ ከለኻ ሲ ውላድ እንድሕር ወሊድካስ ኮፍ ክትብል ኢኻ ካብ ስራሕ ክትዕንቀፍ ኢኻ ስለዚ እዚ ስለ ዘሎ እቲ ስራሕ ኩሉ ግዜ ዓብላሊ ተራ ኣለዎ ኣብ ሂወትካ። ሕጂ እንድሕሪ ጠኒሰ ግን ኣብኣ ነብሰይ ክፍጅራ እየ ባዕለይ።
ናትካ ውላድ እንድሕር ኢልካ ከምታ ዝበልናያ ኣነ ንዓይ እንድዩ ውላድ እኮ ንዓኻ እዩ እንድሕር ንዓይ ኢላ ኣነ ሓንቲ ንዓኣ ሓደ ንዕኡ እንድሕር ኢሉሲ ክንዕወት ኣይንኽእልንብ። ሕጂ
ኣዝዩ ከቢድ እዩ ነይሩ እቲ ወሊድካ ኮፍ ክትብል ማለትሲ ነቲ ከምዚ ድኸዳዕካ ኣነ ኣነ ባዕለይ ከምኡ እየ ገይረ ድርድኦ ነይረ። ስለዚ እቲ ውላድ ዝበሃልሲ ቅቡል ኣይነበረን። እቲ መርዓን ውላዶ ገለ ዝበሃል ኣብ ሓንጎለይ ስለ ዘይነበረ ብጣዕሚ እውን ስጋብ መጨረሽታ እየ ዝቃወሙ ነይረ።
ኣነ ብነፍሰይ ኣብ ገድሊ ክወልድ ደስ ኣይብለኒን ነይሩ። ውላደይ ከላሺነ ይብል ነይሩ። ናተይ ክልቲኡ ማህረምቲ ብጣዕሚ ከቢድ ስለ ዝኾነ እቲ ናይ ኣእጋር ከምኡ ክገብርሲ ኣብ ሓንጎለይ ኣይመፀለይን ነይሩ። ምኽንያቱ ኣብ መዓልቲ ሸውዓተ ግዜ እየ ዝወድቕ። እታ ሓንቲ እታ ጸጋመይቲ ሸሞንተን ፈረቓን ሴንቲሜተር ሓጻር እንደገና እታ የማነይቲ እታ ኒካ እታ ብርኪ ዓይኒ ዓይኒ ብርኪ ስለ ዘየላ ዝኾነ ነገር ትክፍ ተብሎ ቁልቁል ኣፉ እዩ ዝድፋእ ባጽዕ ከያተና ኣብ ምክልኻል ኣስራ ስምንተና ክፍለ ጦር ዝወፈረሉ ኣብያ ነቲ ሓንትን መራርን ተወጋእኹ ማለት እዩ ኣነ ኣብ ደሚ ተሃሪመ ተስፋ ሂወት ርእሱ ተሃሪሙ ኣብኣ ሓደ ንፉዕ መራሒ ኢሉ ነይርና የማነ ወዘ ኣውፂና ማለት እዩ
ነታ ብጦፍ ድፋዕ ቀንያ እትምለስ ብፀይተን ወረ ድፋዕን ኣብኡ ዘለዉ ብፆተንን ስለ ተምፅኣለን ብሃንቀውታ እየን ትፅበያ

ምስ መጸት ከኣ ኩሉ ዓይነት ናይ ናፍቆት ሕቶታት ምስ ወደኣ ጓል ዓልኸ ካብዛ ዝቐንየ ደሓን ዶ ወጽያ መንግስከ ደኣ ካብ ኩሎም ደቂ ጋንታና ዘይዘከርክዮ ተኻሪጁ ድዩ ዝብል ሕቶታት የዝንባላ እንተኾነ ካብቲ ዝፈርሖኦ ይወጻል ብዙሓት ኣዝየን ዝፈትኦምን ዝናፍቖምን ብጾተን ከም ዝተሰውኡ ይፈልጣ እሞ ዝያዳ ኩሉ መዓልቲ ነፍሰን ይጸልኣ ኣዝየን ከኣ የንጸርጽራ ተጋዳሊት ኣደ ዋላ እኳ ዕድመ ንእስነታ ስለ ናጽነት ወፍያ ንውሉድ ምስ በሃገቶ ክትረኽቦ እንተዘይከኣለት ነቲ ዘበገሳ ዕላማ ብግቡእ ወቂዓ ባንዴራ ስለ ዝወለደት ግን ንጽምዋኣ ብሓበን እያ ትብድሆ እዙይ እምበኣር ሓደ ካብቲ ተጋዳሊት ኣደ ስለ ናጽነት ዝኸፈለቶ ረዚን ዋጋ ህዝብኺ እውን ብሓበንኪ እዩ ዝኾርዕ ናጽነት ስለ ዝወለትኪ ተጋዳሊት ኣደ

ዝኾነ ተጋዳላይ ካብ ድፋዕ ድመጸ ከይርእየን ክሕባእ ኣለዎን ምክንያቱም ካብኡ ርሒቐ ኣልጊሰ እንድየ ዘለኹ ብሰንኪ እዚ ጥንሲ እዚ ኣልጊሰ ኣለኹ እቲ ዘምጽኣኒ ዕላማይ ኣየማላእኩን ኢላ እያ ትሓስብ ንጽልልቲ ተቐይረ ከመይ ገይረ ኣነሲ ኣነስ ከመይ ገይረ ጠንስ ልክዕ ኣነ ዳርጋ ሸውዓተ ወርሒ ወዲ ኣብ ሻሙናይ ወርሒ ብተጠንቀቕ ሰጥ በለ ካብ ድፋዕ ወሪደ ካብ ድፋዕካ ምኻድሲ ክድዓት ከዲዕካ ብጾትካ ትኸይድ ከም ዘለኻ ከምዚ ምስላም ኣብ ጸላኢ ኮፍ ጌርካ ኢኻ ትርድኦ። ጥንሲ ምስ ኣጋጠመኒ እንታይ እሞ ክብለኪ እየ ማለትሲ እታ ህይወተይ ኣየሕለፍኳን እታ ህይወተይ ኣሕለፍኳን ግን ሓደ ኣማራፂ ነቲ ጥንሲ ክውስደድ ኣለዎ እዩ ሕጂ እቲ ናይ ኣደን ውላድን ቆልዓ ምስ ተወለደ ስጋብ ክንደይ ነቲ ቆልዓኻ ከዓ ዘይትጭክን ኣደ ኣብኡ ከዓ ትሪኦም ማለት እዩ ዋ እንታይ ዝበለ ዳ እዩ ሮማይ ሕጂ ጥንሲ ኮይኑ ማለት እዩ ብጣዕሚ ይሽገር ብጣዕሚ ይሽገር ወርሒ እንደገና ትመፅእ ማለት እዩ ዝኾነ ኮይኑ ዳርጋ ከምኡ መፍትሒኡ እንዳጨነቐንን ግዜ እንዳኸደን ሰለስተ ወርሒ ገለ ይገብር ትጥንሲ ይገርማል ሕጂ ኣብ ዓዳይ ኣቲኻ ንዓዳይ ሒዝካ ጥርጥር ምባልን እዚ ምንፍሓቕ ፈፈው ምባልን ብዝሕ እዩ ነይሩ። ምስ ጠነሰት እያ ካብ ዕላማይ ስሒተ ኢላ ክትሓስብ ክትጅምር። ምጥናሳ ስኒ ጸገም እዩ ንዓኣ። ድፋዕ ከእትወካ ዘይክእል መውጋእቲ ከምኡ እዩ ንዓስ ይኸብዳ እምበር ከምዚ ውላዳ ወይ ከምዚ ናታ ፍቕሪ ዘለዎ ኣካልሲ ኮይኑስ ኣይስምዓን እዩ። ንዑ እያ ትጸልኦ ዘላ ነቲ ህጻን ዘይኮነስ ነቲ ካብ ዕላማ ኣትሪፍዋ ዘሎ ነቲ ንዓስ ከቢድዋ ዘሎ ነገር እያ ትጸልኦ ዘላ። ምስ ተወልደ ግን ተጋዳሊት ኣደ እንታይ እያ ትብል? ተወሊዱ ብህይወቱ ትብል እሞ እንታይ ይረኣያ? እቲ ምፍላይ ካብ ብጾታ ይቕጽል ከም ዘሎ ትርዳእ እሞ ቆልዓ ሒዝና ድማ ሕጂ ኮፍ ክንብል ኢና ማለት እዩ ዝብል ስምዒት ይመጽእ። ዝኾነት ጓል ኣንስተይቲ እቲ ናይ ኣደ ሓላፍነትሲ እቲ ናይ ኣደ ሓልዮትሲ ኣለዋ። እዛ ተጋዳሊት ከኣኒ ዋላ እኳ ኣብቲ ገድሊ ከም ብጸይቲ ማዕበቶም ኣወዳት ትኹን ዘን ኣት ዘ ሰይም ታይም ከኣኒ ከም ኣደ ሓላይቶም እያ። ዝኾነ ነገር ትገብረሎም፣ ንዖም ትሕግዞም፣ ኣብቲ መዓልታዊ ማሕበራዊ ህይወታቶም እቲ ንሶም ክገብርዎ ዘይክእሉ ትምልኣሎም ሰብ እያ። ናይ ሓደ መስርዕ ናይ ሓደ ጋንታ ኣደ ኮይና እያ ትነብር ዘላ።

መቸም ውላድ ሃብቲ እንዲ ውላድ ሓድጊ እዩ ውላድ ሃብቲ እዩ ሕጂ ክወልድ ዘይደሊ ሰብ ዘሎ ኮይኑ ኣይስምዓንን ብፍላይ ከዓ ኣነ ቆልዓ ፈት እየ ሕጂ ውላድ ዝጸልእ እየ ዝብል ሰብ ሓሳዊ ጥራይ እዩ ውላድ ኣይጽላእን እዩ ሓዳር ኣይጽላእን እዩ ነቲ ውላድ ምስ ደልኹዎስ ኣይረኸብኩም በዚ ምክንያት ከዓ ውላድ እንተዘይረኺበ ኣብ ሓዳር ክነብር እውን ስለ ዘይክእል ነዚ ሓዳር እዚ እውን ሓደ ካብ ዘፍርሶ ጠንቂ እዩ። ዘይትመውት ዘይትሓምም ሃገር ስለዝወለድኩሲ ዘይወለድኩ ኣይብልን እየ። ክወልደሉ ዝኽእል ዕድላትሲ ነይሩ እዩ፣ ዋላ እኳ ፀቢብ ተኾነት እቲ ዕድል ግን ኣይተኻእለን፣ ምውላድሲ ኣይተኻእለን።
ክንወፅእ ከለናሲ ሽዱሽተና እንዲና ወፂእና፣ ሽዱሽተ ኢና ወፂእና ንሜዳ ግን ኣጋጣሚ ኮይኑ እቲ ሃዋህው ኣይሓገዘን ከምዚ ክንገልፆ ዝፀናሕና ማለት እዩ ዳርጋ ኩላ ክልተ ኣሕዋተይ ዶ ኮነ ኣርባዕተ ኣርባዕተ ወሊዶም ኣለዉ እምበር ብሓደ ሓደ ሓንቲ ሓንቲ ከምኡት ኣይኮንኩን ኣነ ንበላይነሽ ከዓ ፈፂምና ኢና ማለት እዩ ኮይኑ ካብ ተረፍ ስውኣት ህልዋት ኮይና ዓዲ ኣቲና ማለት እዩ ምስ ኣተና ብውላድ ከዓኒ እቲ ውላድ ብውላድ ክንሕተት ጀሚርና ጥራይ ዘይኮነሲ ንዓና እውን ቀስቂስና ውላድ ሲ ኣነ ንዓይ ደልየዮ ደልየዮ ምክንያቱ ኣብዚ ሕብረተሰብ ከዓ ኣብቲ ብዘይ መንነት ናይ ቃልሲ ክትነብር ከቢድ እዩ ነይሩ ሓደ ተቃላሳይ ክትከውን ኣለካ እንተኽኢልካ ሓደ ሓያል ንፉዕ ብሉፅ ክትከውን ኢኻ ትፅዕር ኣብዚ ከኣ ሓደ ወላድ ጅር ዘለዎ ክትከውን ከኣ ትደሊ። ስለ ዘይተረኽበ ግን ዓቕልኻ ከተጽብብ ሕሉፍ እዩ ነው። እቲ ትምልኣሉ ነገርሲ የብልካን። ሕሉፍ ስለ ዝኾነ ኣብ ሕሉፍ ሓንጎልካ ክትብጽብጽ፣ ዘይወለድኩ ኢልካ ክትሓዝን፣ ክትበኪ፣ ክትኩርመ ኣነ የብልካን ዝብል እምነት እዩ ዘለኒ። እቲ ቀዳማይ ዓላማ ወቒዕካ እንዲኻ፣ ድልየትካ እንድዩ ነይሩ፣ እቲ ድልየትካ ተፈጺሙ። እዚ ካልኣይ ድልየትካ ግን ክፍጸም ስለ ዘይተኻእለ፣ ንዓኻ ኣብ ሓንጎልካ መጺኡ ክርብሸካ ልክዕ እዩ። ስለ ዘይወለድካ እቶም ዝፈትዉኻን ዘፍቅሩኻን ዘይወለደት ኢሎም ይሓዙ፣ ቤተሰብካ ይርበሽ። የዕሩኽትኻ ይርበሹ እዚ ግን ሕሉፍ እዩ እሳ ንዓይ ክወልድ ሓዳር ክገብር ካብ ቀደማ ትደሊ ከምዚ ደይ ትገብሪ ማለት ብፍላይ ድሕሪ ናፅነት እስኸ ኸናትክ ደይ ትገብሪ ኣነስ እኳ ፈቲነ ቅድሚ ፈቲነ ስለ ዝነበርኩ ኣነስ እኳ ፈቲነ እስኸ ኸ ደይ ትገብሪ ናተይ ድኣ እንታይ ትፈልጢ እንታይ ከም ዘለና እንታይ ትፈልጢ ትብለኒ እንታይ እዩ ዘለዋ ከየብርሃትለይ ዝኾነ ናይ በላይነሽ ከምዚ ዝብለኪ ከዓ ድፍር ኢልና ከዓ ከምዚ ግበሪ ክንብላ ከዓ የፀግመና እዩ ነይሩ ምክንያቱ ዕፅው እያ ተብለኪ ኣይ እወ ወይ ከምዚ ኣለኒ ወይ ገለ ኣይትብለክን እሳ ሓንጎላ ብምሉኡ ኣብ ስራሕ ስጋብ ዛተማል ሓሚማ ንደገ ትኸይድ ኣብ ስራሕ እንዳ ዜና እያ ነይራ ከፍከፍከፍ ዳሕራይ እንዳ ሃማደ መፅእ ዋእላኹም ዋእላኹም ሓንጎላ ናይ ብሓቂ እምበኣር ኩላህና ኢና ረሲዕናዮ ነርና ንሂወትናስ ረሲዕናዮ ኢና ነርና እሳ ግን ካብቶም ሕሉፍ ንሂወታ ዝረስዐት ነዚ እቲ ካልእ መስዋእቲ ኢሎም ዝጸዋዕኩ ነዚ ዘይምውላድና መብዛሕትኡ ደቂ ኣንስትዮ ተጋደልቲ ውላድ እንተረኺበን እውን ሓደ እሱ እውን ኣብ ዳሕራይ ክትሪኦም ከለኻ እውን ሓደ ዝሰኣን ኣለዋ ስኸ ምስቲ ሒዝኪዮ ዝኣተኺ ካልእ ክብርታት ተጓዛጒዙ ዘማምቆ ክኸውን ትደሊ ስለ ዝኾንኪ እዚ ክጠፍአኪ ደኣ እሞ ዝደኮንኪዮ ነገር ዓንዩ ማለት እኳ እዩ እዚ ከኣ ብዙሕ ተቓሊሰ ንሱ ተረኺቡስ ከይዱ እንደገና ከኣ ብዙሕ ከርተት ኢልካ ከኣ ከምቲ ናይ ቀዳማይ ተፃዒሩ ከዓኒ ጥንሲ ከዓ ተፈጢሩ ከይዱ ሳልሳይ ግዜ ከይዱ ብድሕሪኡ ንሂወት ክስጋ እዩ ተባሂለ ገዲፈ እዩ ናይ ቴሌፎን ይደውል እያ እሞ እንታይ ከም ትብለኪ ክሰምዐ እያ ደስ እብለኒ ኣነ ሕጂ እቲ ድምፂ ናይቲ ቆልዓ ካብ እንገዝኣ ሲ ሕጅስ ጽምውካይ እና ትደሊ ተለኣኣኺ ትደሊ ኣልዓሊ ትደሊ ኣለኹ ቆጽልየ ትብል ራኢ ትደሊ ግን ኩሉ ከምቲ ህይወትና ንኤርትራ ኢልና ጠቕሊልና ዝሃብናያሲ ንማህፀና እውን ኣይበቓቕናታ
እስኻሲ ሰብ ኢኻ ገዛ ፀቢቡ ገፊሑ ኣይኮነን ንስኻ በይንኻ ኣብታ ገዛ ጭሩሩ ትብል ኮፍ ኢልካ ዋላ ሃንደበት ክትሓምም ትኽእል ሞት እኳ ሓንሳብ እንድያ ሓሚምካ ምሕማምካ ዝፈልጥ እንድሕር ዘይብልካ እንታ ኮንካ ዝብል ዘይብለ ማይ ዘቐብለካ እንድሕር ዘይብልካ ንባዕሉ ዕላል ሰብሲ ብምዝንጋዕ እዩ ዝነብር ዋላ ካልእ ሰብ ውላድኪ ዘይኮነ ምሳኺ ጠቢቑ ኣደ ድብለኪ ወይ እንታይ ትደልዪ ድብለኪ ማይ ደቐብለኪ ገለ ዝህበኪ በዓልኪ ዝብለኪ ትደልዪ ኢኺ ምክንያቱ በይንኺ እንድሕር ኮይንኪ ኩሉ ግዜ ኣበይ ኢኺ ትሓስቢ ዘይከውን ኢኺ ትሓስቢ ኣልውልውልው ኢኻ ትበሊ ናይ ብሓቂ ከዓ ሕማቕ እዩ ፅምዋ እያ እታ ገደደት ሕጂ ሕጂ እቲ ናይ ውላድ ናይ ስድራ መጫዕጫዕ ኣምፅኡ ሓንቲ ሕጂ እንታይ ትብላ ነደይ ሓንቲ መዓልቲ ተሰማዕትኒ ወይ ለቲ ኪዳን ዕድለኛ ኢኻ ክልቲኦም ደቂ ክኣትዮም ኢልከ ብፍላይ ከዓ እዚኣ ቆልዓ ጥብ ክኣትያ ትብላ ንረኣይ ማለት እዩ እወ ትብላ ኣደ ኣደ እንታይ ዳዲ ዓገብኪ እወ ኣትያ ግና ናይ ምሕረት ጓለይ እንዲ ቁር ጎዲልኒ ትብላ ሕጂ ኣነ ነገርኳ ግን ለይተሃሰሰስ ኢላ እያ ትረኽቦ ነትኸለ ዋዒ እንድዒ እዚ ከብዳም ምንዐ ረኣዮ ቤን ከምፅእ መስለ ቆልዓ እዚኣ ትብላ ኣነ ከዓ እሞ ኣደ እንታይ ኮንኪ እዩ እንተዘይወለድኩ እንታይ ፀገም ኣሎ ንሃገር እንድየ ንወፅ ብዘይ ውላድ ደኣ ፍርቂ ምህላው እምበራት ምሕረት ጓል እንታይ ምህላው መሎ ትለኒ ተወለድኩ ፀገም የብሉን እንተዘይወሊዳ ከዓ እተን ብፀተይ ተሰዊአን ገፅ ኣዲአን ዘይርኣኸ በሊ ፈቲኺ ጸሊእኪ ንሃገር ሂበያ እያ መማህጸኒ ሕጂ ኣይጠዓሰላን እየ ኢለ ሸለኪ
ክዕወት እየ ኢልካ እንዲኻ ትፍትን ሕጂ ደይ ምዕዋተይ ናይ ብሓቂ ንክስታይ ገይርኒ ሕጂ ዋላ ኣብ ኣውቶቡስ ወይ ገለ ዘክሮ እሞ ንብዓት መፀ ክቋፃፀሮ ዘይክእል ክስታይ ነይርኒ እቲ መጀመርታ ሲ ናይ ብሓቂ ስማዓኒ ነይሩ እዩ ብሙለንተና ሜዳ ንፈልጠን ተጋደልቲ ከማናሲ እቲ ሕጂ ውላድ ዘይብለን እሞ ውላድ ዘይምህላው ከኣኒ እቲ ዝተኸፍለ መስዋእትን ካልኣይ መስዋእትን ይስማዓካ ተኾይኑ ይስማዓካ ስለምንታይ ይስማዓካ ምዃን እኮ ኣይኮነትን ምዃን እኮ ኣይኮነትን ንስለ ናፅነት ዝመኸነት እኳ እተን ኣብ ውላድ ደረጃ ዘይበፅሓ ብፍላይ እተን ኣብ መጀመርታ ምስቲ ዘለፋ ዓሰርተ ሓሙሽተ እታ ናይ ምውላድ ዕድሚኤን ኣብኡ ስለ ትጠፍእ ብዙሓት ብዘይ ውላድ ክተርፋ ዝተረፋ ምህላወን ርጉፅ እዩ እሱ እውን ብቁፅሪ ክንዛረበሉ ንኽእል እንኹ ግን ካብ ሰብዓን ሓሙሽተን ክሳብ ተስዓን ሓደን ዓሰርተ ሽዱሽተ ዓሰርተ ሸውዓተ እሞ ዓሰርተ ሸሞንተ ዝተሰለፈት ጓል ሰላሳን ሸሞንተን ኣርባዓ ኣብ ዝበፅሓትሉ እዋን እቲ ዕድል እቲ ጠፊኡ እዩ ስለዚ ኣብዚ ኣርእስቲ እዚ ክንዛረብ ከለና እቲ መስዋእቲ ኣዝዩ ከቢድ እዩ። ዓብይ መስዋእቲ ስለ ኤርትራ፣ ስለ ናጽነት፣ ስለ እቶም ንሕና ፈሪና ዘለና ኣብ ነጻ ሃገር ዝተወለድና መንእሰያት ዝተኸፍለ ዋጋ
እዚ እምበኣር ሓደ ካብቲ ተጋዳሊት ኣደ ስለ ናጽነት ዝኸፈለቶ ረዚን ዋጋ ከም ባህሊ ዝወራረስ ዘጽንዓና ስለ ዘሎስ ኩላህና ጽኑዓት ኢና ናይ ብሓቂ እቲ ቃንዛ ከም ዘሎ እየ ዝገልጽ ዘለኹ እምበር ኣብ ጽንዓት ኣቲኻ ከምታ ጓል ህዝባዊ ግንባር ጽንዕት የለ ማረምቲ ርእሲ ኣሎ ናይ ሕቆ ኣሎ ናይ እጋር ኣሎ ኩሉ ነፍሰይ ተሃሪመሲ እንደገና ኣነስ ቆልዓ ተዝህልወኒ ኢለ እንድሕር ክሓስብ ጀሚረ ኣብ ዘይድለ ስቃይን ኣብ ዘይድለ ሕማምን ይክኣቱ ማለት እዩ ሳኦል ነቲ ሓንጎለይ ርግኣት ክህቦ ምእንቲ ኣብ ከምኡ ሓሲበ ኣይፈልጥን'የ፣ ዝጣዕሰሉ ምኽንያት ከኣ የብለይን። ተጋዳሊት ኣደ ዋላ እኳ ዕድመ ንእስነታ ስለ ናጽነት ወፍያ ንውሉድ ምስ በሃገቶ ክትረኽቦ እንተዘይከኣለት ነቲ ዘበገሳ ዕላማ ብግቡእ ወቒዓ ባንዴራ ስለ ዝወለደት ግን ንጽምዋኣ ብሓበን እያ ትብድሆ። ዝመጽእ ነገር ስለ ዘየሎ ደኣ'የ ንነብሰይ ዝቃለሳን ዝብድሃን ዘለኹ እምበር እብለክለኹ። ኣብቲ ስምዒት ኣትየ እንድሕሪ ክዛረብ ኮይነ እሞ ክጽለል እየ ማለት እዩ። ክሓምም እየ ማለት እዩ። ሕጂ ካብ ሕማምን ካብ ካልእን ከድሕና እንድሕሪ ኮይኑ ነዛ ነብሰይ ባዕለይ እየ ዘደዓዕሳ። ብሕሉፍ ድዩ ብህሉው ድዩ ዝሰርሕ እየ ኣነ። ስራሕ እዩ ዝውዕል ከም ሰብ። ስለዚ ሓደ ካብቲ ጽምዋ ዘድሕነኒ ምንጪ ስራሕ ክኸውን ይኽእል እዩ። እቲ ካልእ ድማ ከምቲ ብገድሊ ተቓሊሰ ናጽነት ዘምጻኹን ነብሰይ እውን እቃለሳ እየ ኣነ። ስለምንታይ እዚ ገይረዮ፣ ስለምንታይከ ከምዚ ኰይነ ንዝብል መልሲ ካብ ሰብ ኣይጽበዮን እየ። ባዕለይ ስለ ዝወሰንኩዎን ምስ ውሽጠይ ተቓሊሰ ክረኽቦ ከማን ከም ዘይክእል ስለ ዝኣምንን ዝርዳእን ተቓሊሰ ሕጂ ከኣ ነብሰይ እሚነ ይምርሽ ኣለኹ። እቲ ክወቕዖ ዝግበኣኒ ሸቶ፣ እቲ ዘውጽኣኒ ዕላማ ወቒዐ ስለ ዝኾንኩ ዕግብት'የ ኢለ ብኸምኡ እየ። ሓንጎለይ የእሚነ ድኸይድ ነይረ። መሪር እንድዩ ግን እንታይ መስለኪ ባዕልኻ ከዓ ነብስኻ ክተእምና ክትክእል ኣለካ እኮ ስንኩላን ኣለዉ ዝገደደ ውላድ የብሎምን ጥዕና ብሎምን ብዓረብ እዮም ዝኸዱ ኣብ ድላይ ማይ ይኸዱ ሕና ሕጂ እዚኣ እኳ ኣነ ድዩ ኣነ ዕላማ ይወቀዕ ወቂዐ ዕላማይ ውላድ ኣይረኸብኩን እዎ ክልተ ነገር ብሓንሳ ኣይርከቡን እዮም ኢልካ ንነብስኻ ኢኻ ተጠቃስ ሓቅን ሓቂ ድሕሪ ዝስምዓኒ ነገር የለን ምክንያቱ ዝዓበየት ዕላማ ሲ ወቂዕካ እንዲኻ ከምኡ ከጋጥም ከዓ ግድን እዩ ምክንያቱ ምስቲ ዝነበረ ሃለኽላኽ ንነብስኺ ክሓስብን ገለ ንዳሕራ ይተሓስብዮ ነገርሲ ኣይነበረን ከምዚ ትብለኪ ዘለኹ ከዓ ምትብባዕ ናይ ብፀተይ ድዩ ወላ ታኒሕ ስለ ዘላ ስጋብ ሕጂ የቕፅል ኣለኹ ስጋብ ተዓድመይ ዘላ ከማን ኣብ ሰብ ከይተንበርከኽኩ ዓቕመይ ሰሪሐ ክነብር እየ በሃሊት እየ ንኤርትራ እውን ሕጂ ኣስተረፈትኒ ህይወተይ ትብል ከላ ኣሎ እንድዩ ስማዓካ ሕጂ ፅምዋ ምስ ኣጋጠመሲ ኣብዛ ጭውጭው ቦታ ምስ መን ትዘራረብ እንታይ ይረኣየካ ቆልዓ ይረኣየካ የለን ግን ሕጂ ብሓንጎልካ ገለ ስምዒታት ትመጽእ ነዚ ምስ ነብስኻ ትዛረብ ስለምንታይ ትብል ስለምንታይ ኢልካ ግን መልሲ ትረኽበሉ ሰብ ኣይትደልየሉን ኢኻ በቲ ዝረኸብካሉ መልሲ ከዓ ትዓግብ ረሰረስ ሓንጎል
እተን ኣሕዋተይ ንዓይ ዝመስላ እየ ብኡ ገይረን ተሰውኣ ኣለዋ ከይወለዳ ከየስተማቐራ ከይወለዱ ኩሎም ብሓባር ከየስተማቐሩ ኣነ እኳ ርኤ ኣብ ልዕና ኣስትኒ የዕሊልኒ ንዕኣን ደረእኹ ኣነ ሞራል ገይረ ይኸይድ ምሽ እሰን እኮ ኣለዋ ኦ ኣነ እውን ዋ ካብኣን ድየ ዝበልፅ ኢለ ነዛ ነፍሰይ ሞራልን ሓቦ ሂበያ ክሳብ ዝዓልት እዚኣ ኣለኹ ወኣለኹ ከማን ስለዚ ሲ በቲ ዝረኸብክዎ ናፅነት ሲ ኣዝየ ዕግብቲ ኣዝየ ኩርዕቲ እየ ሕብንቲ እየ ከማን ይገርመኪ ኣዝየ ይሕብን እየ ስለዚሲ እቲ ስለ ዝተጋደልኩስ ኣይወለድኩን ኢለ ዘጣዓሰኒ እንታይ ሽሙ ፍጹም ህዝብኺ እውን ብሓበንኪ እዩ ዝኾርዕ ናፅነት ስለ ዝወለትኪ ተጋዳሊት ኣደ